ንሳቶም ህላወ ህዝቢ ትግራይ ንምጥፋእ ላዕልን ታሕትን ክደኽሙ ከለው ንሕና ህላወና ንምዕቃብ ዘይንደኽመሉ ምኽንያት የለን።
ሓምሳ ናይ ሓየሎም ኣርኣያ ቦጦሎኒ እያ። ሓምሳ ብዙሕ ቅያ ዝፈጸመት ኣሃዱ። ኣብቲ ንዓሰርተ ሸውዓተ ዓመታት ዝተኻየደ ነዊሕን መሪርን ቃልሲ ህዝቢ ትግራይ ካብተን ኣብ ልዕሊ ጸላኢ ከቢድ ውቅዒት ዘዕረፋ ኣሃዱታት ሓንቲ ሓምሳ። ናይ ሕዚ ሓምሳኸ ንዝብል ሕቶ ልክዕ ከምቲ ቀደም ጽንዓታ ተሪር ከም እምኒ ዓረ ውቅዒታ ጸላኢ ዘሰንበረ ሓጺነ ውዕርዳ ዘይትቑርጠም ጥራያ ኣርማ ሓምሳ ሓምሳ መሬት ትግራይ ኣሕሊፈ ይህብን ዳግማይ ጸላኢ ናብ ትግራይ ኣትዩ ህዝበይ ህዝቢ ራያ ርእሱ ካብ ዘድንን ጽኑዕ ደጎል ክኸውን ኢላ ኣብ መልሲ ደብረ ብርሃን ዓርዲ ትግራይ ዘይድፈረት ክብሪ ዓዳን ህዝባን ዝሕለወት ኣርሚያ ሓምሳ ተጋደልታ ብደናጉላን መጋፍያን ጸላእ ዘንበርክኹላ ምስ ኣፈሙዝ ታንኪ ብኤፍ ዋን ብቡምባ ዝተሓናነቑላ ስረያታቶም ሕድሪ ናይ ብጾቶም ፍጹም ዘይዕበሩላ ኣርሚያ ሓምሳ

ኣብ ውሽጢ ኣርማ ሓምሳ ዘለዉ ጀጋኑ ኣብታ ናይ መጨረሻ እስትንፋሶም ሓደራ ትግራይ ከይተድፍርዋ ዝብል መልእኽቲ ኣሕሊፎም ዝተሰውኡላ ዕላማን መትከልን ትግራይን ተጋሩን ዝኽበሩላ ወልፊ ሽጋራ ከም ነውሪ ዝቑፀረላ ውርርስ መሪሕነት ብኣፍ ዘይኮነ ብተግባር እውን ዝንፀባረቐላ ኣርሚያ ሓምሳ ዋዕሮታት ደቂ ኣንስትዮ ኣብ ኣባል መሪሕነት ክፍለ ሰራዊት ከይተረፈ ዘገልግላላ ናይ ማዕርነት ሕቶ ፍጹም ዘይለዓለላ ኣብ ትግራይ ብሕታዊት ናይ ኮማንዶ ኣርሚ መን እያ እንተተብሃለት ሕዚ እውን ትመልሲ ንጹር እዩ ኣርማ ሓምሳ
ሻዕቢያ ካባና ከም ዝሕሽ እዮ ዝሓስብ ንባዕሉ ንሕና ግን ተዋጊእና ስዒርና ኢና እዚ ኩሉ ጽንዓትን ዓወትን ጥንካረን ኣይሰዓራይን ባህላይነትን ህዝባውነትን ጅግንነትን ዋላ እኳ ከም ተጋሩ ኣብ ደምናን ውርሻ ወለደናን ዝምርኮስ እንተኾነ ኣብ ኣርማ ሓምሳ ግን ከምቲ ፍሉይ ኣርሚ ኮማንዶ ከም ምዃኑ ከም ምልመላ ጀሚሩ ፍልይ ዝበለ መስርሕ ዝኽተል ኣርሚ እዩ ሓንሳእ። ንዕኡ እዩ ድማ ብውሑድ ሓይሊ ሰብ ፍልይ ኢሉ ፍልይ ዝበለ መስተንክራት እውን ሰሪሑ ሓሊፉ። ህዝባውነት ኣርመና ኣርማ ሓምሳ ንይምሰል ዝዝረብ ወይ እውን ክበሃል ስለ ዘለዎ ጥራሕ ኣይኮነን ሰራዊትና ኣብ ትኹል ሃገረ ሰላም ካብታ ዝበል ዓመቕ ኢሉ ኣነ ናሃለኹ ትግራዋይ ኣቦ ጾሙ ኣይሓድርን ኣዶ ጅግና ብጸገም ኣይትውረርን ሓውን ሓፍትን ጠምዩ ኣይነብርን ኢሉ ንህዝቡ ካብታ ዘለቶ ዘውፊ ፈቃር ሓላይ ቦቕቧቕን መስተውዓላይን ሰራዊት እዩ። ካብዚ ሓሊፉ ንጉልበቱ እንተይሰሰዐ ኣብታ ዘላ ናይ ዕረፍቲ ሰዓቱ ንጽጉማትን ኣረጋውያንን ይሕግዝ። ሓደ ሓደ እዋን ዋላ እኳ ኣብ ቃልሲ ኣብቲ ኾነ ኣብቲ ኾነ ኣብ ዝተመደብካዮ ክፍለ ሰራዊትን ኣርምን ኣድማዒ ስራሕ ምስራሕ እቲ ዕላማ ዝጠልቦ ትግራይ እትደልዮ መሰረታዊ ጉዳይ ይኹን ኣባል ኣርማ ሓምሳ ምዃን ከዓ ተኹሳኺ ዕድሎት እዩ። እዚ ኣርሚ ዘይከም ካልኦት ካብ እትምስረት ዋላ እኳ ሓፂር ግዘ ዘመዝገበት እንተኾነት ብዘይካ ውሑዳት ኣመራርሓ መብዛሕትኡ ብሓድሽን ውግእ ዘይጠዓመ ወለዶን ዝተሃነፀት ኣርሚ እያ። ይኹን እምበር ኣብ ምዝላቕ ምንስሓብ ደብረ ብርሃን ኣብ ቅድሚት ዝነበራ ኣርምታት ብሓራ ገበያ ንወልድያ ከይቁረፃ ከቢድ ዝኾነ ልኡኽቶ ግዳጅ ወሲዳ ተጋዳላይ ኣርማ ሓምሳ ኣትኪሉ ሳላ ዝተዋገአን ዝመከተን ሕልሚ ጸላእ በኒኑ ኣርምታትና ብሰላም መሬት ዓድን ትግራይን ንኸረግፃ እውን ተኻኢሉ። ካብዚ ብተወሳኺ ኣርምና ኣርማ ሓምሳ ኣብ ምዝላቕ ምንስሓብ እውን እንተኾነ መሬት ትግራይ እመት ትኹን ስድሪ ጸላእ ከይወስድ ኣብ ሕገ መንግስታዊ ዶብን ሉዓላውነትን ትግራይ ዓሪዳ ንመዓልታት ንጸላእ መኪታ ዝተቓለሰት ብውሑድ ሓይሊ ሰብ ክብራ ዓዳ ዝሕለወት ኣብ ቁርፅ ስርዓት መድሕን ህዝቢ ኮይና ዝተረኸበት ኣርሚ እያ ኣርማ ሓምሳ። በዚ ድማ ኣብ ባላ፣ ጨርጨርን ጉባ ጋላን ዝነብር ህዝብና ህዝቢ ትግራይ ፅኑዕ ደጎል ህዝቢ ዝብል ሳጓ ጠሚቑዋ እዩ። ድሕሪ መልሲ ሰራዊት ትግራይ ርእሰ ከተማና መቐለ ብናይ ጸጥታ ጸገም ትትሕመስ ሃንግን ጉልበተኛን ኣብ ማእኸል ስቪላት ሓደጋን ስግኣትን እንትፈጥር ብሰንኪ እዚ መንግስታውን ወታደራውን ዕዮታት እንትድስክል ኣርምና ኣርማ ሓምሳ ነቲ ስግኣት ቀንጢጣ ብብስለትን ጥበብን ጸሪጋ ተጋዳላይ ናብ ቦትኡን ኣሃድኡን ገበነኛ ድማ ናብ ቤት ህንጸቱን ምስትኽኻሉን ንኽኣቱ መቐለ እፎይታን ሰላምን ንኽትፈጥር ዘኽኣለት ኣርምያ ሓምሳ ዋላ እኳ ኣብዚ ህዝባዊ ቃልሲ ኩሉ በዓል ዋና ስለ ዝኾነ ኣመስጋናይን ተመስጋናይን ኣይሃሉ ነዚ ኣርማ ሓምሳ ኣብ ከተማ መቐለ ዘርኣየቶ ፍሉይ ጅግንነታ ግን ብላዕለዎት ኣመራርሓን ህዝብን ናይ ምስጋና ወረቐትን ኣፍልጦን ተዋሂዋ እዩ። ሰላም ይሃብኹምና ሰላም ይሃብኹም ኣቱም ጀጋኑ
ገለገለ ሰባት ጥንካረ ኣርምና ኮማንዶ ስለ ዝኾነትን ብብቑዓትን ብሱላትን ወታደራዊ መሪሕነት ስለ እንእለን ጥንካረና ንሱ ይመስሎም ይኸውን። ይኹን እምበር ምስጢር ዓወትናን ጥንካረናን ንሱ ጥራሕ ኣይኮነን። ኣብ ነንሕድሕድና ዘለና ብጽያዊ ሓልዮት ወሳኒ እምነ ሰረት ዓወትና እዩ። መብዛሕትኡ ተጋዳላይ ኣርማ ሓምሳ ቃልሲ ምትሕግጋዝ እዩ ኢደይ ኢድካ ዝበሃለሉ መድረኽ። ኣነ ይገድድ ዘይኮነ ኣነ ይሓይሽ እሞ እዚኣስ ካብ ንዓይ ንብጾት ኢልካ ብጻይካ ልዕሊ ነብስኻ እተፍቅረሉን እትሓልየሉን ቦታ እዩ ዝብል ኣምር ሰኒቑ እዩ ዝጓዓዝ። ብስሩኽ እምበር እቲ ጠሚኻ ዝዕንግለካ፣ ደኺምካ ዝድግፈካ፣ ተወቒዕኻን ቆሲልካን ዝሽከመካን ዝሕብሕበካን፣ ካብኡ ሓሊፉ እንትትስዋእ እውን ዝቐብረካ ብጻይካ ዘየፍቀርካን ዘየኽበርካን ንመን ኢኻ ክትፈቱ? ንመን ኢኻ ክትሓሊ? ንማንም። ከም ወዮ ብጻይና ኣባል ኣርማ ሓምሳ ድምጻዊ ንጉስ ዝበሎ ብጻይነት ኩሉ ነገር እዩ።

ብጻይነት ኩሉ ነገር እወ ኣቦን ኣዶን ኮይኑ ይመክር፣ ሓውን ሓፍትን ኮይኑ የጽናዕንዕ፣ መሓዛ ኮይኑ ድማ የበረታትዕ፣ እዚ ስለ ዝኾነ ድማ እዩ ኣብ ጭፍራ እንትንዋጋእ ብጻየይ በዚኣ ዕጾ ኣነ ብዚኣ ክሕዝ ተባሂልና ኣብ ዞበል ድፋዕ ጸላእ እንትንሰብር ብጺተይ በዚኣ ከውሊ ሓዚ ኣነ በዚኣ ክጥቅዕ ተማኺርና ኣብ ጸሊሞይ ዘለዋና ኮሮንሾን ማይን ተማቒልና ኣብ ማይ ጸብሪ ብሓንቲ ረይንኮት ብሓደ ዕቂልና ጸላእ ዝደምሰስና ኣብዚ ዝበጻሕና ናይ ማን ብሓቂ ብጾት ኢና። ከምቲ መራሕቲ ኣርማ ሓምሳ ዝብልዎ ብጻይነት ነቲ ክንወቕዖ ንደልዮ ዕላማ ነታ ክንሪኣ እንህንጠወላ ዓባይ ትግራይ ድልዱል እምነት ሰረት እዩ። ስለ ዝኾነ ድማ ምስጢር ጥንካረና ካብ ስጡም ሓድነትና ይብገስ። እዚ ስለ ዝኾነ ኣብ ኣርማ ሓምሳ ዋና ኣዛዚ ከይተረፈ ናብ ታሕቲ ወሪዱ ንመራሕቲ ሓይልን ጋንታን የሰልጥን፣ ይከታተል፣ የብቅዕ፣ ተሞክሮታት እውን የካፍል። ጸገማቶም ሽገራቶም እውን ድማ ብሪፖርት ጥራሕ ዘይኮነ ባዕሉ እውን ይሰምዕን የጽንዕን። ካልእ በብደረጅኡ ዘሎ ኣመራርሓ እውን ከምኡ። ሓሙሽተ መዓልቲ እያ ልምድ ለይትን ቀትር ለይትን ቀትር ዝተለማመዱ ተሃር ኣመዓራርና ድማ ናይ ሻለቃ ክንለማመድ ኢና ካብኡ ካሊእ መደብ ሳሕል ተወዲና ብደንብ ብዛዕ ኣስዓብ ዘተኣማምን ግዜ ተልያታ ተናሻለቃ ክንወዳ ኢና በቃ ኣብተይ መሸ በልዎ ጨርግፍዎ ኩሉም
ተጋዳላይ ንዝተጋደለሉ ዕላማን ታሪኽን ክፈልጥ ግድን እዩ ነቲ ዝጓዓዘሉ መስመር ኣጽኒዑ ቃልሱ ኣብ ሽትኡ ንኽበጽሕ ጻዕሪ ይግበር ብተግባር እውን ይሽረፍ። ብሱሉን ነባራዊ ኩነታት ብዝግባእ ዝፈልጥን ታሪኽን ኣመፃፅኣን ፀላእቲ ህዝቢ ትግራይ ዝርዳእ ሰራዊት ምፍላጥ ድማ ኣብ ኣርማ ሓምሳ ሓደ ካብቶም ትኹረት ዝግበረሎም ስራሕቲ እዮም። እዚ እዩ ድማ ኣርምና ፍሉይ ዝገብራ። ደቅና ክጭብጥዎ ዝግባእ ሓደ ነገር እንተሃልዩ ንሳቶም ህላወ ህዝቢ ትግራይ ንምጥፋእ ላዕልን ታሕትን ክደኽሙ ከለው ንሕና ህላወና ንምዕቃብ ዘይንደኽመሉ ምኽንያት የለን። ብዛዕባ ጅግንነት ንኣባላትን ኣመራርሓን ኣርማ ሓምሳ ምንጋር ንቐባሪ ከም ምርዳእ እዩ ዝቑጸር። ምኽንያቱ ኩሉ በብናይ ባዕሉ ኣገላልጻ ከምዚ ዝብል ሓሳብ የንጸባርቐልካ። ጅግንነት ውርሲ'ዩ ዘሎ ዝነበረ ንዕላማ ምውዳቕ ኣብ ልቢ ብዙሓት ንዘለኣለም ምንባር ኣዝዩ ዝመቀረ ይብለካ ንትግራይ ተጋዳላይ ኣርማ ሓምሳ ኩሉ ክኾነላ ይደሊ ንህዝቡ ካብቲ ኣትይዎ ዘሎ ሕሰምን መከራን ከውፅኦ ካብ ጉልበቱን ረሃፁን ክሳብ ደሙን እስትንፋሱን ከፊሉ ንተመዛበልቲ ወገናቱ ናብ ቦትኦም ክመልስ ሕኒን ይብል። ጸላእትን ደመኛታት ህዝቢ ትግራይን ትማል እኳ ብውሑድ ሓይሊ ሰብ ነጽዋርን ምስ ኣእላፍ ዘራያቶም ርእሶ መድኒኑ ስዕረትን ሕፍረትን ጎልቢቡ ዘባረሮም ሎሚ ግዳ ኣብ መስመሩ ኣሽሓት ኣዕሲሉ ዝሓሸ ጽዋርን ዕጥቅን ወኒኑ ብዝበለጸ መልክዑ ተወዲቡን ተጠናኺሩን ንቕድሚት ንዝጽበዮ ዝኾነ ይኹን ዓይነት ግዳጅ ይኹን ልኡኽቶ ግዜን እስትንፋስን ብዘይህብ መንገዲ ንጸላእቱ ሓማሽሹ ተማዛበልቱ ንምምላስ ኣርማ ሓምሳ ኣብ ተጠንቀቕ ይርከብ።